ገንዘብ ግን ገንዘብ ግን ሓላፋይ ዓስቢዩ ጽቡቕ ግብሪ ተራፋይ ኣብዚ ውፅላለት ዘሎ ገፀ ባህሪ ብጣዕሚ እዩ ዘደንግፀኒ ዋላ ንዓይ ዋላ ንዓይ ብጣዕሚ እዩ ዘደንግፀኒ እንታይ ኢኻ መብዛሕትኡ ፊልምታትካስ ናይ ጭንቀት ትዋሳእ ደስ ድዩ ዝብለካ ዋላስ ባህርኻ እዩ ክብረቲኖ ብዛዕባ ርእስኻ እንታይ ትሓስብ ማለተይ ምብራሕ ጀሚራ ኣላ ናይ ብሓቂ ተተሓሳስበኒ እያ ኣፍቃሪት ከላትካ ዶ ኣፍቃሪትካ ወይ ንዓይ ወይ ንስጥበብ ምረጽ ተትብለካ መን መረጽካ ከይተሰከፍካ መልሰለይ ኣቢ ሃብቶም ኣቢ ሓወይ ዋ ስከፍ ምበር ተሰክፍ ምበር ብጣዕሚ ከም ወዲ ሓወቦይ ናይ ብሓቂ ወዲ ሓወቦ እንተዝነብረካስ ከመይ እዮም ተጸወርኪ? ኣሚንካ ዲኻ ትፍቅርስ ዋይዋይ ወይስ ኣፍቂርካ ኢኻ ትኣምን? ኣብ ኣዲስ ኣፈላላይ ናይ ጉርብ ኣሎ ሰሚዕና እዚ ፈላላይ ኣብ ምንታይ ዝጀመረ እዩ? እዚ ሕቶ እዚ ግደፉ እንዶ ኣብ ከምዚ ዓይነት ፈተነታት ኣይተእትውና። ሰሰን ሰሰን ካብ ህዝቢ ናብ ህዝቢ። ሰላም ሰላም ከመይ ትኾኑ ክቡራት ተኸታተልትና ብመጀመርያ ኣብ ዘለኹሞ ሰላም ክትኮኑ እናተመነኹ ብምቕጻል መደብ ጥበብ ሰሲና ኣብ ሰንሰን ኢንተርተይመንት ዝመሓላለፍ ኮይኑ ሕቶ ህዝቢ ክምልስ ድማ ቀሪበ ኣለኹ ሰናይ ምክትታል። መጀመርያ ኣብ ሂወትካ ዕድመን ጥዕናን ኣብ ስራሕካ ዓወትን ኣሳልጦን ይምነየልካ ክብረት ሓውና ምስ ሂወትካ እስከ ኣላልየና ኣበይ ተወሊድካ ክንደይ ኣሕዋት ኣለውኻ ፕሊስ መልሰለይ ክብረት ሓወይ ሉልያ ቢንያም። ቴንክ ዩ ሉልያ ሓፍተይ ብጣዕሚ እናመስገንኩ ኣነ ከዓ ኣነ ኣስመራ ተወሊደ እየ ዓበ ሓሙሽተ ኣሕዋት ከዓ ኣለና ምሳይ ማለት እዩ ሓምሻይ ክልተ ዋልድ ክልተ ወዳት ማለት እዩ ሕቶ ክመልስ እያ ክኸውን ከዓ ተስፋ ገብር ሉልያ ሓፍተይ ብጣዕሚ እየ ከዓ ዘመስግን መጀመርታ ዕድመን ጥዕናን ይሃብካ ክብረት ሓወይ ቀፂለ ናብ ሕቶይ ክኣቱ ክብረት መን እዩ ብሰለስተ ነገራት ኣላሌና። ካልኣይ ካብ ደርፊ ካብ ተዋስኦ ሓንቲ ምረጽ እንተትበሃል እሞ እንታይ ምመረጽካ ብኸመይ? ካብ ኣድናቒትካ ርግኣት ትእዛዝ ቴንኪዩ ርግኣት ሓፍተይ ከየመስጎንኩ ክሓልፍ ኣይደልን እየ ኣራይ ናብ ሕቶታትኪ ክኣቱ እንድሕር ኮይነ ክብረት ብሰለስተ ነገራት ጥቀሰልና ኢልክኒ ኣለኺ ንክብረት ብሰለስተ ነገራት ኣለለየና ፈቃር እየ ግን ናብ ሰብ ሰብ እንድሕር ቀሪበዮ ብሕልፊ ፈታዊ ሰብ እየ ኩሉ ፀፅቡቑ ናብ ነብሰይ ገብሮ ከየሉ ምስኪነ ኣኽባሪ ሰብ እየ ከዓ ናብ ካልኣይ ሕቶ ከኣቶ ካብ ደርፍን ካብ ተዋስኦን ሓንቲ ምረፅ ተትበሃል ስታይ ምመረፅካ ፈላለየ ምረኣኹዎ ንብል ክልቲኡ ግን ጎኒ ጎኒ ሒዘዮ ክኸይድ ደስ ዝብለኒ ወላ ሓንቲ ክመርፅ ኣይክእልን እየ ክልቲኡ መርፆ እየ ርግኣት ሓፍተይ ሕቶታት ክመሊሰልኪ ክኸውን ከኣ ተስፋ እገብር። ክብረት ሓወይ ኩሉ ፊልምታትካ ይከታተሎ እየ ንስኻ ብቑዕ ተዋሳኢ ኢኻ ብትምህርቲ ድይስ ዋላ ብተመኩሮ ካልእ ኣብ ስድራኻ ተዋሳእቲ ኣለዉኻ ድዮም ካብኣቶም ዲኻ ወሪስካዮ የቐንየለይ መልሲ ሓደራ ኣውሊዕ ሜድያ እሺ ኣውሊዕ ሜድያ እናመስጎንኪ እየ ብምቕጻል ናብ መልሰይ ክኣቱ ስለቲ ኣድንቆትካ እናመስጎንኬ ስነ ጥበብ ብትምህርቲ ኮንኩን ኣነ ዝሰርሓሉ ዘለኹ ስጋ ሕጂ ብተሞክሮ እየ ዝሰርሓሉ ዘለኹ እታ ካልኦይቲ ሕቶ ዝሓተትካኒ ከዓ ኣብ ስድራይ ኣብ ስነ ጥበብ ዝነጥፍ የለን ኣነ በይነይ ጥራሕ እየ ማለት እዩ ስለዚ ካብ ስድራይ ዝወረስክዎ ኣይኮነን እቲ ናይ ትምህርቲ ከዓ ብሕጂ ዘሎ ብትምህርቲ ከሰንዮ ተስፋ እገብር ክብረት you are the best actor ብጣዕሚ ትድነቕ ተዋሳኢ ኢኻ so ኣጆኻ we love you ሩቲ thank you ሩቲ ሓፍተይ ኣነ እውን ብጣዕሚ እየ ዝፈተኩም ብጣዕሚ እየ ከዓ ዘመስግነኩም ክብረት ሓወይ ዕድመን ጥዕናን ይሃብካ ሓሬን ኣብርሃም ቴንክ ዩ ሓሬና ሓፍተይ እንኮላይ ንዓኻ ዕድመን ጥዕና ንሃብኪ እናመስገንኪ እየ ከዓ መጀመርታ ሰላም ኣምላኽ ምሳኻ ይኹን ክብረት ሓወይ ዝፈትወካን ዘድንቐካን ተዋሳኣይ ኩሉ ፊልምታትካ ይከታተሎ እየ ብጣዕሚ ኢኻ ንፉዕ ቀጽለሉ ኣነ ውን ብጣዕሚ እየ ደመስግን ስለቲ ኣድንቖትካ ኦኬ ኣብ ስራሕካ ድማ ኣሳልጦ ምነየልካ ኣብ ሕቶይ ክኣቱ ስነ ጥበብ ንዓኻ እንታይ እዩ ካብተን ሰራሕካየን ፊልምኻ ኣየነየት ትፈቱ ኣሕዋት ኣለውካ ዶ መበል ክንደይኻ ኣዙ Thank you ኣዙ ሓፍተይ ብመጀመርያ ከመስግነክ ክፈቱ ብምቕጻል ናብ መልሰይ ክኣቱ ስነ ጥበብ ንዓይ ከምቲ ኩሉ ስነ ጥበባዊ ዝገልጾ ናይ ባዕሉ ህይወት ዘለዎ ዓውዲ ኢና ህይወት ኢለ ክገልጾ ክእል ማለት ሓሳብካ ውሽጣዊ ድሌትካ ትገልጸሉ ረቂቕ ጥበብ ዝሓትት ዓውዲ እዩ ንዓይ ስለዝስ ሂወት ኢለ ምምላስ ይሕሸኒ ሂወት ኢለ ክገልጾ ይሕሸኒ Thank you ኣዙ ሓፍተይ ስለ እቲ ሕቶኺ ግን ካብተን ዝሰራሕካየን ኣየነይቲ ፊልም ትፈቱ ካብታ መጀመርታ ስጋዕ ዘሰዓት እዚኣ ዝሰራሕክወን ፊልምታት ብምሉአን ብማዕረ እየ ዝፈትወን ግን ግድን ሓንቲ ጥቀስ እንድሕር ኢልክኒ ግን ዋይ ዘይብላ ማለት እዩ ሽሕን ሰማንያን እፈትዋ ከም ፊልም ማለት እዩ ግን ብምሉአን ብማዕረ እየ ዝፈትወን ሓንቲ ውጽእ ካብ በልክኒ ኢለ ክብረት መቐሰን ናብ ኢትዮ ምምጻእካ ዝኸሰብካዮን ዝኸሰርካዮን እንታይ እዩ? ዒዲ ካምባላኦይ ቴንክ ዩ ዒዲ ሓወይ ከይመስጎንካ ክሓልፍ ኣይደልን ናብ ኢትዮ ምምጻእይ ከምቲ ኩሉ ኤርትራዊ ከሲርዎ ዘሎ ክሳራ እያ ከሲረ ምክንያቱ ካብ ዓድኻ ካብ ገዛውትኻ ካብቶም ትፈትዎም ስድራ ምፍላይ እቲ ዝዓበየ ክሳራ እዩ ስለዚ ከምቲ ኩሉ ኤርትራዊ ከሲርዎ ዘሎ ክሳራ እያ ከሲረ ደሓን ሓደ መዓልቲ መልሲ ርከቦ ኸውን እዩ። እታ እንታይ ከሲብካ ትብል ግን ብዓቢኡ ናይ ስነ ጥበብ ባይታ ተኸፊትለይ ኣብ ኢትዮጵያ ምስ መጸኹ በቲ ዝፈትዎን ዘፍቅሮን ዓውዲ ምውሳእ ድዩ ዓውዲ ደርፊ ከኣ ይሰርሓሉ ኣለኹ ከም መኽሰብ ኢለ ዝሓስቦ ከኣ እሱ እቲ ዝዓበየ እቲ ናይ ስነ ጥበብ ባይታ ብምኽፋቱ ማለት እዩ። ሰላም ንዓኻ ይኹን ንፉዕ ኣርቲስት ክብረት ኣማረ ካብ ትፈትወን ኣዴኻን ሰበይትኻን ኣይግበሮ እምበር ሕጂ ክወስደን ውሕጅ ክወስደን ከሎ ንክተውፀን ሓንቲ ጥራሕ እንተዝፍቀደካስ ንመን መውፃእካ ካብዚኣ ትኸፍእ ሕቶ የላን ኣነስ እዚኣ ክምልሰስ ማዕረ ክንደይ ከም ዝኸብደኒ ፈልጥ እየ እንድዒ ከባድ እያ እዚኣ ሸለል በለኒ ክብረተይ ብጣዕሚ እየ ፍትውትው ዘብለካ ኣብ ስራሕካ ኣሳልጦ ይምንየልካ ናብ ሕቶይ ክኣቱ ክብረታዊ ኣነ ዝብለካ ኩሉ ግዜ ክርእየካ ከለኹስ ትሑት ኢኻ እሞ ትሕትናስ ብኸመይ ትገልጾ ቴንክ ዩ ስለ ትሕተኹ እናመስገንኩ እየ ብምቕፃል ትሕትና በቃ ኣብ ትሕትና ዘሎ ነገር ዓቢ ትሕትና ኣነ ክገልፆ ከለኹ ኣብ ትሕትና ክብረት ኣሎ ኣብ ትሕትና ልቦና ኣሎ ስለዚ ኩሉ ፅቡቕ ነገር ኣብ ትሕቲ ትሕትና እንድሕር ኣሎ ኮይኑስ ካብ ትሕትና ዝኽሰር ነገር የለን ትኸስቦ ነገር ተዘይኮይኑ ስለዚ እቲ ትሑት ኢኻ ምባልኪ ካብ ብጣዕሚ እየ ዘመስግን ሲስተር ካልኣይቲ ሕቶ እውን ኣላታ ሓደ ነገር ክብለካ ዝደሊ እንተሎ ድማ መንፈሳዊ ዓለማዊ ከመይ ማለት እዩ ኣብ ዓለም ከለኻ ከመንፈሳዊ ክትከውን ትኽእል ዶ ክልቲኡ ብሓንሳእ ዝኸይድ ድዩ ዋላስ ከመይ እዩ እወ፣ ኣብ ዓለም ከለኻ መንፈሳዊ ህይወት ክትመርጽ እቲ ዝዓበየ ነገር እዩ፣ እቲ ዝኸበደ እዩ ኸኣ። ብምቕጻል ሕጂ ኣብ ዓለም ከለኻ መንፈሳውን ናይ ዓለማውን ምዝራብ ዘይኮነ ኣነ ሓንቲ እንታይ ሽምላትኒ ዘተግብራ ነገር ማንም ሰብ ከተግብራ ዝደልዮ ኸኣ ኣብ ዓለም ከለኻ ሓንቲ ክትርሳዕ ዘይብላ ኣብ ርእስኻን ኣብ ልብኻን ማለት እዩ ማንም ሰብ ፍርሃተ እግዚኣብሔር ኣብ ልቡን ኣብ ውሽጡን ገይሩ ክኸይድ ኣለዎ እብል ኣነ። እታ ፍርሃተ እግዚኣብሔር ትበሃል ነገርስ ክንጥቀመላ እደሊ። ቴንክ ዩ ሕቶ ክመሊሰልኪ ክኸውን ከኣ ተስፋ እገብር። መርሓባ ገጽ ንፎቶ ርኣና ኣብ መጀመርታ እንኳዕ ብደሓን መጻኻ ኣብ ስራሕካ ዓወት ኣሳልጦን ይምነየልካ ቴንኪው ኣብ ሂወትካ ድማ ምሉእ ጥዕና ይምነየልካ። ዋው ብጣዕሚ ትድነቅ ሰብ ኢኻ ኣዚኻ ኢኻ ትስሕበኒ ብጣዕሚ ንፉዕ ኣጆኻ ቀጽሎ በል ናብ ሕቶይ ክኣቱ ሕራይ ኣነ ውን ብጣዕሚ እየ ዘመስግነካ ብጣዕሚ እየ ዝፈትወኩም ቴንክ ዩ ናብ ቀዳማይ ሕቶ ናብ ስነ ጥበብ መዓስ ኢኻ ኣቲኻ ብኸመይ ከጀሚርካዮ ጽልዋ ኣለካ ድዩ ዋላስ ብሃንደበት ኢኻ ኣቲኻዮ ኦኬ ቀዳማይ ሕቶኻ ክምልሰልካ ብመጀመርያ ከየመስገንካ ክሓልፍ ኣይደልንየ ስለቲ ሕቶኻ ስለቲ ኣድንቖትካ ማለት እዩ ብምቕፃል ናብ ስነ ጥበብ ክኣቱ ከለኹ ካብቲ ዝዓበየ ስጋዕቲ ዝነኣሰ ኣርቲስት ናይ ኤርትራ ብምልኦም ጸለውቲ እዮም ስለዚ ብፍሉይ እዚ ጸሊኒ ክብል ኣይክእልኒ ኣብ ብምልኦም ግን ክብርን ኣድንቖትን ኣለኒ ስለዚስ ናይ ውሽጠይ ተውቦ እዩ ናብ ከምዚ እቲኒ ክብል ስለ ዝደለኹ እየ ናብ ካልኣይ ሕቶኻ ክኣቱ እቲ ገጸ ባህሪ እተሪኦ ብዙሕ ልምምድ ዶ ትገብረሉ ዋላስ ደሓን ኢኻ ብፍላይ ኣብ ወዲ ሓወቦይ ትሰርሖ ፅቡቕ ክትብል ከለኻ ንዓል ኣቦ ክትብል ከለኻ ሶሪ ንዓል ኣቦ ክትብል ከለኻ ብጣዕሚ ኢኻ ትሕብ ተሐብነኒ ኣጆኻ ቀጽሎ ኦኬ ቴንክ ዩ ልምምድ እወ ናይ ልምምድ እኮ ቁሩብ ሽግራት ክህልወና ይኽእል እዩ ግን ብሓፈሻ ሓደ ስራሕ ከም ሓድሽ ስክሪፕት ተቐቢልና ክንሰርሖ ከለና ብውሕዱ ዝተወሰነ ግዜ ንገብሮ ኢና ብምቕጻል ናይ ባዕለይ ልምምድ ማለት ምስ ነብሰይ ዝገብሮ ልምምድ በዝሕ ስለዚ ብኸምኡ እዩ ዝኸውን ናብ ሳልሳይ ሕቶኻ ክኣቱ ስነ ጥበብ ኣብ ኤርትራ ዲኻ ጀሚርካስ ዋላስ ኣብ ስደት ኢኻ? ስነ ጥበብ ኣብ ዝያዳ ኣብ ዓውዲ ደርፊ ንእሸተይ ተነኽፎ ተነበርኩ እኳ ዝያዳ ግን ኣብ ዓውዲ ምውጻእ ኣብ ኢትዮጵያ እየ ጀሚረዮ ማለት እዩ። ሰላም ክብረት ሓቢቢ እንቋዕ ብሰላም መጻኻ ዌልካም ብሮ ናብ ሕቶይ ክኣቱ ካብ ኤርትራ ትፈትዋ ከተማ ትፈትዎ ደራፋይ ካብ ኤርትራውያን ደረፍቲ ብድምጽኻ እንተትጋብዘና ከኣ ደስ ምበለኒ። ኦኬ ቴንክ ዩ ኣነ እውን ከይመስገንኩ ክሓልፍ ኣይደልንየ ናብ ሕቶታትክ ክኣቱ ብጣዕሚ እንድያ ከባድ ካብ ኤርትራ ዘለዋ ከተማታት ብጣዕሚ ብምሉአን ብጣዕሚ እየ ድፈትወን ዝያዳ ሓንቲ ውፅእ እንድሕር ኢልክኒ ግን እታ ተወሊደ ዝዓበኹላ ኣስመራ ምበልኩ ነይረ ካብ ኤርትራውያን ትፈትዎ ደረፍቲ ዝበልክን ድማ ብምልኦም ካብ ዓበይቶም ክሳዕ ንኣሾም ንብምልኦም ኣድናቂኦምን ፈታዊኦምን እየ ሓደ ውፅእ እንድሕር ኢልክኒ ግን ብፍሉይ ዝፈትዎ ኣለኒ ድምፃዊ ፍፁም ዘሚካኤል ማለት እዩ

ስነ ጥበብ ሃገርና ኣብ ስደት ኮንካ ምስ ብዙሓት ጸገማት ዝስራሕ ዘሎ ኣይ ኖው ብዙሕ ነገራት ክህልዎ ክእል እዩ ግን ብዓቕምና ደሓን ዝኾነ ስራሕ ንሰራሕ ኣለና ብል ነቶም ዓበይቲ ስነ ጥበባውያን ሃገርና ድማ ስጋ ሕጂ ተኪኢናዮም እኳ ክንብል ዘይከኣልኩ ክንትክኦም ኢና ዝብል ኣተሓሳስባ ግን ኣለኒ ብጣዕሚ እየ ደመስግነካ ቬራ ሓወይ። ንጽሕፍ ተለባትና ኣዝመራ መጎጎ ኣብ ካናዳ፣ ኣሜሪካ ከምኡውን ኣብ ኤውሮጳ ተዘርጊሓትልኩም ኣላ።

ስምካ ብጣዕሚ እየ ዝፈትዋ መን ይውፅ ኢልካ ኣብ ሂወትካ ከ ተሐጉሰካን ተሕዝነካን መዓልቲ ስለምንታይ ቴንኪዩ ስለ ትሕቶኺ ብጣዕሚ እየ ዘመስግን ናብ መልሰይ ክኣቱ ስመይ ዋላ ኣነ እየ ዝፈትዋ ቴንኪዩ ከዓ ስለቲ ኣድናቂት ናይ ስመይ ዝኾንኪ ኣደይ ኣውፅያትለይ ማማይ ኣውፅያትለይ ማለት እዩ ናብ ካልእቲ ሕቶ ኣብ ሂወትካ ተሐጉሰካን ትሕዝነካ መዓልቲ ስለምንታይ እዩ ኣብ ሂወተይ ብሓጎስ ገልፆ እንድሕር ኮይነ ካብቲ ዝሓዘንኩሉ ዝተሓጎስኩሉ በዝሕ ስለዚ እዚኣ ዝያዳ ወይ ከዓ ብፍሉይ ዝተሓጎስኩላ መዓልቲ ኢለ ክዝክር ኣይክእልኒ ኣብ ህይወተይ ብፍሉይ ዘይርስዖ ሓዘን ዝሓዘንኩላ ውሽጣዊ ሓዘን ማለት እዩ ግን ኣላትኒ ሓወይ መተዓቢተይ ዓርከይ ምሳይ ዝዓበየ ማለት እዩ ነብሱ ምሓሮ ምስጉን ኣይሙት ኳራንታ ንብሎ ነርና እሱ ዝሞተላ መዓልቲ ብጣዕሚ እያ ሓዚነ ብጣዕሚ ተሰሚዕኒ ከምዚ ምሽ እንድዒ ፍሉይ ናይ ኣተዓባብያ ዝኽሪ ግዲ ነርና ሰብከ ይመውድዩ ማዕረ ከምዚ እንድዒ ቀራብየ በቃ ከም ነብሰይ ገይረ ሪኦ ስለ ነበርኩ ሰብከ ይመውድዩ ዳርጋ ኢለ ብፍሉይ ዝሓዘንኩላ መዓልቲ እንድሕር ኮይና እዚ ዝብለኩም ዘለኹ መትዓቢተይ ዝሞተላ መዓልቲ ማለት እዩ ዝኾነ ንዑ ነብሱ ምሓሮ ሰላም ክብረት ሓወይ ብመጀመርታ ሰላምን ጥዕናን እምነየልካ ቀጺለ ዝብለካ ኣብ ሕቡእ ጽላሎት ዘሎ ገጸ ባህሪ ብጣዕሚ እዩ ዘደንግጸኒ ዋላ ንዓይ ዋላ ንዓይ ብጣዕሚ እዩ ዘደንግጸኒ ማለት ምሳኻ ገለ ምትእስሳር ኣለዎ ዶ ሄራን ቲቪ ቴንክ ዩ ሄራን ቲቪ ስለ ትሕቶኹም ከየመስገንኩም ክሓልፍ ኣይደልኒ ኣብ ሕቡእ ጽላሎት ዘሎ ቶማስ ዝበሃል ካራክተር ምስ ህይወተይ ወላ ሓንቲ ምትእስሳር የብሉን ግን እንድዒ ንዓይ ውን ብጣዕሚ እዩ ዘደንግጸኒ ከምዚ ዓይነት ጸገማት ንሓደ ወዲ ሰብሲ ግርም እዩ ዝብለካ እሞ ቴንክ ዩ ኤራን ቲቪ ሰላም ክብረት ሓወይ ብመጀመርታ ሰላም ጥዕናን ይምነየልካ ቀጺለ ኣብ ኣስመራ ከለኻ ናይ ቀደም መዘንግዕካ ሜራ ዘንጊዕካ ኔርካ በጃኻ እባ ናይቲ ሽዑ ዝነበረ ህሞት ዕለና ፈታዋ ዲዩ እንዲኻ በዴኻ ክብረት ይሃበለይ ሞስ ጎይቶም ቴንክ ዩ ሞስ ሓወይ ብጣዕሚ እየ ዘመስግነካ ስለቲ ሕቶኻ ከኣ thank you ብምቕጻል ናብ መልሰይ ክኣቱ ኣብ ኣስመራ ሓደ ግዜ መዘንግዕ ካሜራ ተረኺበ ነይረ ገዛውተይ ካምቦቦሎ እዩ ኣብ ካራቭል ምስ ሓደ ሰብ ምስ ሓደ ዓርከይ ዓወት ተስፋይ ዝበሃል ተቋፂረ እናኸድኩ ከለኹ ማለት እዩ እጂ እሱ ኦሬዲ ውሽጢ ኮይኑ ሪእዎም ስለ ዝኾነ ዓሰርተ ግዜ ይርብሸን ዶንጌኻ ናበለ ማለት እዩ ኦሬድ እናኸድኩ ከለኹ ተሳጊረ ካብ ገዛውትና ናብ ካራቨል ክኣቱ ከለኹ እያ ሓንቲ ጓል መፍትሑ መኽፋእቲ ኣብዋ ተሰኪማ ነራ ዝኾነ ሓግዘኒ ኢላ ባኮታት ክልተ ሰለስተ ዝኾኑ ተሰኪማ ነራ ሓዘለ ኢላትኒ ኦሬድ ናይ ድሕሪት መኪና መኽፋእቲ ኣብዋ ማለት እዩ ሕጂ መፍትሑ ከምፅእ ፊት ካራቨል ኣስመራ ትምህርቲ ሙዚቃ እዩ ናብኡ ኣእትያ ኣነ ከኣስ እሞ መፍትሒ ስኳርታ ኣለዋ ዶ ደኣ ሱርያ ክተምፅእ ገለ ኢለ ዘንባኮ ሒዘ ንከባቢየ ይጥምት ገለ እቲ ከባቢ ከዓ ብጣዕሚ ዶንግያ ነው እቲ ከባቢ ከዓ ዘይከም ቀደሙ ብዙሕ ምንቅስቃስ ዘለዎ ከባቢ እዩ ብጣዕሚ ፀምዩ ደሓር ዶንግያ መፅያ መጺኣ ንብረት ሒዛ መጺኣ ከኣ ኣብ ልዕለይ መሊሳ ወሲኻትለይ ካልኣይ ግዜ ፈቲናታ እታ ሙፍታሕ ኣብያታ ተመሊሳ ናብኡ ገጻ ከይዳ ኦሬድ ዝኾነ ነገርስ ክህሉ ኣሎ ኢለ ጥምት ጥምት ተበልኩ ስነ ጥበባዊ ኮሜድያን ጅጂ ማለት እዩ ካብ ካራቨል ውሽጢ ክወፅረ እዮ ማለት እዩ መፂ ሰላም ኢልኒ ፕራንክ ምዃኑ ሓቢርኒ ብፍሉይ ኣብ ሂወተይ ፕራንክ ዝተረኽብኩላ መዓልቲ እዚኣ እያ Thank you ሞሲ ሓወይ ኣዘኪርካኒ ከማን ናይ ነዊሕ ዓመት። ዋው ዌልካም ክብረት ሓወይ እንቋዕ ብሰላም መጻኻ እሞ ክብረት ሓወይ ማራ እየ ዝፈትወካን ዕድመን ጥዕናን ይሃበለይ ፈጣሪ ኣጆኻ ቀጽሎ ብጣዕሚ ኢኻ ትስሕበኒ ካብ ኣድናቕኻ ሻባይ ካብ ሆላንድ ቴንክ ዩ ሻባይ ሓወይ ቴንክ ዩ ስለቲ ኣድንቖትካ ብጣዕሚ እየ ዘመስግነካ መጀመርታ ዕድመን ጥዕናን ይምነየልካ ክብረት ሓወይ ቀጺለ መዓስ ኢኻ ናብ ስነ ጥበብ መጺኻ ኣብ መጀመርታ ዘጋጠመካ ዝነበረ ብድሆ ነይሩ ዶ ብኸመይ ትብድሆ ክሳብ ሕጂ ከ ዘለኻዮ መርሃዊት thank you መርሃዊት ሓፍተይ ብጣዕሚ እየ ዘመስግነኪ ኣነ እኳ ንናይ ስነ ጥበብ ዝሓለፍኮ ክዛረብ እንተኾይነ ብፍሉይ ካብቲ ዝጅምሮ ልስጋዕ ሰዓት ብፍሉይ እዚ ዓይነት ኣጋጣሚ ኣጋጢምኒ ወይ ድማ ከምዚ ዓይነት ብድሆ ሰጊረ ክብል ኣይክእልን እየ ብፍሉይ ክዝክሮ ዝኽእል ኣየጋጠመንን ስለዚ ወላ ሓንቲ የብለይን ማለት እዩ። ቴንክ ዩ መራዊት ሓፍተይ ስለ እቲ ሕቶኺ ግን። ሰላም ኣምላኽ ምሳኻ ይኹን ዝፈትወካ ክቡር ኣርቲስት ንዓይ ብሉጽ ኢኻ ቀጽሎ ብስራሕካ ኣሳልጦ ይምነየልካ ቴንክ ዩ ብጣዕሚ እየ ዘመስግን ናብ ሕቶይ ክኣቱ ትፈትዎ ተዋሳኢ ሓደ ካብ ዓበይቲ ሓደ ከኣ ካብ ንኣሽቱ ኦኬ ናብ ካልኣይ ሕቶ ትፈትዎ ደራፋይ ተመሳሳሊ ምስታ ቀዳመይቲ ሕቶይ ትፈትዎ ደራሳይ ካብ ፊልምታትካ ተኸታታሊ ኤረ ቲቪ ዝነበራ ወይ ዘለዋ ኣዝያ ትምስጠካ ከኣ ሓንቲ ምረጸለይ ቴንክ ዩ ከየመስገንኩ ክሓልፍ ኣይደልኔ ብምቕጻል ናብ መልሰይ ክኣቱ ብሓፈሻ ካብቶም ዝዓበዩ ገልጾ ጸኒሐ ካብቶም ዝዓበዩ ስጋዕቶም ዝነኣሱ ገለ ብምልኦም ኣድንቆትን የድንቆም እየ ይፈትዎም እየ ድማ ገለ ብፍሉይ እንድሕር መፂና ግን ካብ ደቂ ተባዕትዮ ንዓይ ኣማን ሓሚድ ባድሻ ካብ ደቂ ኣንስትዮ ድማ ካብተን ናይ ቀደም ዝያዳ ዝያዳ ማለት ካብተን ዓበይቲ እየ ድብል ዘለኹ ሕጂ ፅገ ተኽለሰንበት ማለት እዩ ዝያዳ ካብተን ዓበይቲ ማለት እየ ፅገ ተኽለሰንበት ኣርቲስት ፅገ ተኽለሰንበት ናብቲ ካልእቲ ሕቶይ ክኣቱ ትፈትዎ ደረፋይ ተመሳሳሊ ገሊፀ እያ ፀኒሐ ኩሎም ፈትዎም እየ ብምሎም የኽብሮም እየ ግን ፍፁም ዘሚካኤል ንዓይ ብፍሉይ ይስሕበኒ ትፈትዎ ደራሳይ ደራሳይ ኩሎም ፎቶም እየ ዝያዳ ግን ሕጂ ካብቶም ስፔሻሊ ኣብቲ ዓውዲ ምስኦም ሰራሕኩ ዝያዳ ክብል ይኽእል ማለት እዩ ምስኦም ኣለኹ ስራሓቶም ርአ ስራሓቶም ሰሪሐሉ እየ ስለዚ ክብርና ኣድንቖትን ዝግብኦም ፀሓፍቲ እዮም ክተባእሱኒ እንዲኹም ደሊኹም ግን ብሓፈሻ ኣብዚ ንኣብነት ምስ ዝሰራሕክዎም ደረስቲ ተስፊት ኣብርሃ፣ መምህር ወልዳይ ሃብታይ፣ ሳሚኤል ረዘነ ክኾኑ ከለዉ ካብኦም ፍልይ ኣቢለ እዚ ክብል ኣይክእልን እየ ግን በቃ ስቶም ሰራሕክዎም ደረስትና ዳይሬክተር ብጣዕሚ እየ ድፎቶም ንሰለስቲኦም ካብ ፎቶም መዓት እየ ቴንክ ዩ ካብ ፊልምታት ተኸታታሊ ኤሬቲቭ ዝነበራ ወይ ዘለዋ ኣዝያ ትምስጠካ ሓንቲ ምረጸለይ ዝበልክኒ ከኣ ሰለስተ መሓዙት ማለት እየ እተን ሰለስተ መሓዙት ብጣዕሚ ፈትዋ ካብ መዛኑ ካብ ስደት ዘለዎ ኣርቲስት ዝያዳ ተቐርቦ ወይ ናይ ልብኻ ተማኽሮ ብዘይ ምሕባእ ክትምልሰለይ ብትሕትና ኣላቦ ኩለን ተገዲስካ እንተመሊስካለይ ከኣ ጊፍት ኣላትካ ካብ ማራ ዝፈትወካ ተኸታታላይ ናትካ ካብ ኤሮፓ ቃልቃል እያ ኣቲኻ ኣለኻ ቃል ግን ብሓፈሻ ናይ ጊፍት ገለ ዘይኮነ ኣነ ዝያዳ ደስ ዝብለን ነገር ማለት እዩ ንእሽተይ ሰሪሕና ማዕረ ክንዲ ሽምና ዕቢኹም ሞራል ደገፍ ካብኡ ዝዓቢ ነገር የለን ሞራልኩም ደገፍኩም ከዓ እኹል እዩ ዝተበልኩኻ ግን ከይትርስዓታ ጊፍት ብዝኾነ ክኣቱ ናብታ ሕቶይ ኣብ ኣዲስ ዘለዉ መዘናይ ኣርትስ ምስ ዝኾነ ኣርትስ ሓቂ ዘረባ ብፍሉይ ከምዚ ተቐራሪበ ምስጢረ ይዕሎ ምስጢሩ ዝወስድ ሰብ ገለገለ ኣሎ ኢለ ክዛረብ ኣይክእልኒ ካብ ኣርት ወፃኢ ክህሉ ይኽእል እዩ ኣብ ኣርት ዘሎ ሰብ ግን ብዙሕ ኣሎ ይብልኒ ሰላም ክብረት ኣስሊ ብጣዕሚ ንፉዕ ተዋሳኢ ኢኻ ንዓይ ብተመሳሳሊ ኣሚንካ ዲኻ ትፍቅርስ ዋይ ዋይ ወይስ ኣፍቂርካ ኢኻ ትኣምን ኣብ ፍቕሪ ተገዲስካ መልሰለይ ክብረት ሓዊ ዕድመን ጥዕናን ይሃብካ ፈጣሪ እንኮላይ ንዓኺ ዕድመን ጥዕናን ይሃብኪ ቴንኪዩ ብጣዕሚ ናመስጎንከ ናብ መልሰይ ክኣቱ እምነት ስጀመር ከምዚ እምነት ካብ ነብስኻ እዩ ዝጅምር ኣማን እንተኾንካ ትእመን ንሰብ ትኣምን እንተኾንካ ስትእመን ኢኻ እምነት ማለት ከዓ ወላ ሓንቲ ክሳራ ዘይብሉ ነገር እዩ ብምቕፃል ኣብ ፍቕሪ ምስ ኣተኻ እሞ ከዓ ዝያዳ ንሰብ ተኣሚንካዮ ክኣምነካ ክእል ስለዚ እቲ ስኻ ክትገብሮ ዘለካ ጥራሕ ትገብር ኣለካ በሃለ እምነት ኣብ ሂወትካስ እቲ ኣገዳሲ ነገር እዩ ስለዚ ኣሚንካ ከተፍቅር እየ ድብል ኣነ ናተይ ስለቲ ሕቶኺ ግን ብጣዕሚ እየ ደመስግነኪ ክብረተይ ዓብ ሰብ ብጣዕሚ ካብዞም ሕጂ ዘለዉ ስነ ጥበባውያን ካብ ልቤ ዝፈትወካ ተውህቦ ገጸ ባህሪ ብጣዕሚ ኢኻ ትላበሶ ብዙሕ ትሬን ስለ ትገብር ዲኻስ ዋላስ ካብ ድሌት ዝተበገሰ እዩ ከም ካልኣይ ክርኤካ ከለኩ ከኣ ብጣዕሚ ትሑትን ምስኪንን ሰሓቂ ፈታዊ ሰብን ኮንካ ኢካ ትስምዓኒ ኣብ ሪል ሂወትካ ከምኡ ዲካ ብዝኮነ ብጣዕሚ እየ ዝፈትወካ ናትካ ደጋፊት ከም ዝኮንኩ ክነግረካ ይፈቱ ካብ ሓፍትካ ኤርትራዊት ን በርትዕ ቀጽሎ ባና ረዘነ thank you ባና ሓፍተይ ብጣዕሚ እየ ዘመስግነኪ ስለቲ ኣድንቆትክን ሞራልክን ብምቅጻል ብዙሕ ትሬኒንግ ስለ ዝገብር ማለት ኣይኮነ ዓቕመይ ንሓንቲ ስራሕ ምስ ተቐበልኳ ዓቕመይ ትሬኒንግ ገብራ እየ ምስ እቶም ክሩ ናተይ ይኹን ዋላ ኣብ በይነይ ኣብ ገዛይ ዝገብሮ ፍሉይ ነገር ኣሎ ከም ካልኣይ ድሌት እውን እቲ ዝዓበየ እዩ። እታ ከም ሳልሳይ ሓቲትክን ዘለኺ ብጣዕሚ ትሑትን ምስኪን ሰሓቕን ፈታዊ ሰብ ኮንካ ኢኻ ትስምዓኒ ዝበልክያ ኸ እየ ኣነ እየ እየ ድብል በቃ ንነብሰይስ ከምዚ ምሽ ፈታዊ ሰብ እየ ሰሓቕ እየ ስፔሻል ንሰብ ፅቡቅ ቅርብ እንድሕር ኣለና ከ ምኻ ዝገደደ ማለት እዩ ስለዚ ሕቶ መሊስያ ክኸውን ተስፋ ገብር ባና ረዘነ እናመስገንኩ'የ። ቀዲመ ሰላም ወሰናይ ንዓኻ ይኹን። ናብ ሕቶይ ክኣቱ ኣብ ፊልም ወዲ ሓወቦይ ክንደይ ተኸፊልካ? እዋይ እንተ ሓቂ መሊስካለይ ጫማ ወይ ከዓ ደስ ዝበለት ከጨና ካብ ዓዲ እንግሊዝ ክሰደልካ እየ። ስምኦን ጎይቶም ሳይሞን ሓወይ ቴንኪዩ ብጣዕሚ እናመስጎንኪ ብምቕጻል ኣቐዲምና እውን ክንገልጾ ጸኒሕና ኢና ግን ኦሬዲ ናይ ናይ ኦሬዲ ናይ ጥበብ ነገር በቃ ንድሌታትካ እዩ ዝያዳ ትስራሕ ብዓይኒ ገንዘብ ርኢኻ ዝስራሕ ዓውዲ ይኮነን ግን ኣብ ፊልም ወዲ ሓወቦይ ፐር ኤፒሶድ ማለት እዩ ሽሕን ሓሙሽተ ሚእትን ተኸፊለ ጫማ ወይ ጨና ደለ ይኮንኩም ግን ሳማ ሓወይ ሞራልኩምን ርእቶኹምን እኹል እዩ ንዓና ብዝኾነ ግን ፐር ኤፒሶድ ሽሕን ሓሙሽተ ሚእትን ንኽፈል ነይረ ማለት እዩ ክብረቲኖ ብዛዕባ ርእስኻ እንታይ ትሓስብ ማለተይ ምብራሕ ጀሚራ ኣላ ናይ ብሓቂ ተተሓሳስበኒ እያ ጽቡቕ ጎኒ ናይ ክብረት ሕማቕ ጎኒ ከኣ ንገረኒ ናይ መጻኢ በዓልቲ ቤትካ ክብረት ክተማልኦም ዘለዋ ኣርባዕተ ኣገደስቲ ረቋሒታት ከኣ ካልእ ብዛዕባ ብዝሒ ምጥላም ብዝሒ ምፍታሕ ምቅታል ደቂ ኣንስትዮ ብሰብኣየን ምዝኽታም ቆልዑ ስነ ኣእምራዊ ማሕበራውን ነውፂ ዝፈጥር ዘሎ ሓደገኛ ኩነታት ገለ ምኽሪ ወስ በለና የቐኔለይ ቅሳነት ወልደሚካኤል። Thank you ቅሳነት ሓፍተይ ብጣዕሚ እየ ዘመስግነኪ ጽቡቕ ሕቶ እዩ ሕራይ ናብ ሕቶይ ክኣቱ ቧዕ ገለ እንዶ ስደዱልና ዘብቁል ገለ መለ ማይ ኣዲስ ኣበባ ብዝኾነ ማይ ኣዲስ ኣበባ ዘይተንክፎ ሰብ የለን ማይ ኣዲስ ኣበባ ስፔሻሊ ንኤርትራዊ እንድዒ ንኹላትና ተንኪፍና እዩ ርእሱ ዘይተተንከፈስ ይከሰስ ዳርጋ እንድዒ ከምዚ ናይ ኮንጎ ወንኪልና ክንከይድ ንእሸ ተሪፍና ኣሎ ብዝኾነ ናብ ካልኣይ ሕቶ ክኣቱ ናይ መፃእቲ በዓልቲ ቤት ክብረት ክተማልኦም ዘለዎ ኣርባዕተ ኣገደስቲ ረቋሒታት ኣቀዲመ እኳ ብፍሉይ ኣይጥቀሶ ግን ከም እንተ ኣሽሙ ኣነ ካብ ሓንቲ ጓል ዝደልዮ ክጠቅስ ጸኒሐ እየ እምንቲ ፈቃር ክብሪ ዘለዋ ኣብ በዓል ቤታ ወይ ኣብ ቦይ ፍሬንድ ናታ ማለት እዩ ራብዒት እኳ ክትከብደኒ እዚኣ ክብል ኣይክእልኒ ግን ዘን ሰለስተን ዘን ረቋሕ ዘማለጥ ክትከውን ኣለዋ ብል ኣነ ኦኬ ናብ ሳልሳይ ሕቶይ ከኣቱ ካልእ ብብዝሒ ምጥላም፣ ብዝሒ ምፍታሕ፣ ምቅታል ደቂ ኣንስትዮ ሰብኣይን ብዝንዝኽታም ቆልዑ ስነ ኣእምራውን ማሕበራውን ነውጺ ዝፈጥር ዘሎ ሓደገኛ ኩነት ገለ ምኽሪ ወስ ኣብለልና። የቐኔለይ እንታይ ኢላ ደላ ቅሳነት ሓፍተይ ብዛዕባ እዚ ሓቂ ዘረባ እግዚኣብሔር መዋጽኦ ወይ ከዓ ግዜና ይቐይረልና ኢና ክንብል ንኽእል። ብጣዕሚ ሕማቕ ግዜ እዩ ዘሎ ሰብ ንእሽተይ ካብ ርድኢት ወጺኡ ብስምዒት ዝሓስበሉ ወይ ብስምዒት ዝኾነ ነገር ዝውስነሉ ኩነታት ዳርጋ ኢና ዘለና። ስለዚ እንድዒ ኣነ እኳ እዚኣ ምኽሪ ኣላትኒ ወይ ከምዚ ክኸውን ኣለዎ ክብል ቁሩብ ዋላ በገላልጻት ዓቕሚ እውን ውሕድ ይብለኒ ይኽእል፣ ግን ሓንቲ ክብላ ዝደሊ በቃ እግዚኣብሔር እንድዒ ናብ ሰናይ ይምርሓና። ካልእ ክብሎ ዝኽእል የለን። ቅሳነት ሓፍተይ ግን ቴንኪው ስለ እቲ ሕቶኺ። ኦኬ ብመጀመርታ ክብረት ሓወይ ኣብ ስራሕካ ምንቅስቃስካ ዓወትን ኣሳልጦን ንምነየልካ ኣብ ሕቶይ ክኣቱ ሓደ ስነ ጥበባዊ ሓደ ስነ ጥበባዊ እንታይ ከማልእ ኣለዎ ትብል ስነ ጥበብ መዓስ ኢኻ ኣቲኻዮ ተዋሳኣይ ክትከውን ራ ነርካ ዶ ከም ስነ ጥበበኛ መጠን ንጀመርቲ ስነ ጥበበኛ እንታይ ለዋ ክተመሓላልፍ ትደሊ ኢሰያስ ቴንክ ዩ ኢሱ ሓወይ ብጣዕሚ እየ ደመስግነካ ስለቲ ሕቶኻ ናብ መልሰይ ክኣቱ ሓደ ስነ ጥበባዊ እንታይ ከማልእ ኣለዎ ትብል እያ ሓደ ስነ ጥበባዊ እዝን እዝን ከማልእ ኣለዎ ኢልካ እኳ ክዝረብ ዝከኣል እንተዘይኮነ ግን ሓደ ስነ ጥበባዊ ግን ክገብሮ ዘለዎ ነገር እንድሕር ኮይኑ መኻይድቱ ኢልና ብፍሉይ ክንገልፆ እንድሕር ንኽእል ኮይና ዲሲፕሊን እየ ክብሎ ዝኽእል ኣነ ሓደ ስነ ጥበባዊ ዲሲፕሊን ክህልዎ ኣለዎ ካብዚ ወጻኢ ግን ከምዚ ክገብሮ ኣለዎ ዝብሎም ነገራት የብለይን። ናብ ካልኣይቲ ሕቶኻ ክኣቱ ስነ ጥበብ መዓስ ኢኻ ኣቲኻዮ? ስነ ጥበብ ካብ ኣስመራ ኣትሒዘ ኣብ ዓውዲ ደርፊ ነጥፈሉ ነይረ ትንክፍ ትንክፍ እየ ደብሎ ደኣ ነይረ ደኣ እምበር ዝያዳ ግን ኣብ ኣዲስ ኣበባ ምስ መጾኹ እየ ብዓውደ ምውሳእ ጽቡቕ ገይረ ሒዘዮ ወይ ጽቡቕ ገይረ ኣትየዮ ማለት እዩ ኦኬ ናብ ሳልሳይ ሕቶኻ ክኣቱ፣ ከም ስነ-ጥበባዊ መጠን ንጀመርቲ ስነ-ጥበበኛታት እንታይ ለበዋ ከተመሓላልፈሎም ትደሊ? ኣነ እኳ ከምኦም ሓቂ ዘረባ ከምኦም ጀማሪ እየ ዘለኹ። ኣብዛ ሓንቲ ስጉሚ ከይደላ ዘለኹ ግን ነቶም ብድሕረይ ዘለዉ ወይ ከኣ ነቶም ጀመርቲ ዝብሎም ማለት ካብታ ካባይስ ንእሽተይ ትርፍ ኢሎም ዘለዉ ሓደ ስነ-ጥበባዊ ስነ-ጥበብ መጀመርታ ናይ ውሽጢ ድሌትን ተውህቦን ክህልወካ ኣለዎ። ድሌታትካን ተውህቦኻን ኣለሊኻ ድማ ነቲ ክትበጽሖ እትደሊ ክትጽዕረሉ ኣለካ፣ ክትሰርሓሉ ኣለካ። ጎን ንጎኒ ከኣ ብትምህርቲ ተሳሊኻ ከኣ እቲ ዝበለጸ ነገር ይኸውን ማለት እዩ። ሰላም ሰላም ክብረት ሽኮር ሰላምን ጥዕናን ምስ ሙሉኣ ስድራኻ ኣብ ስራሕካን ዓወት እና ኣሳልጦን ምነየልካ ቀጺለ ክብለካ ዝደሊ ስራሓትካ ኣዝየ እየ ዘድንቖም ኣዚኻ ንፉዕ ኢኻ እሞ ቀጽለሉ ናብ ሕቶይ ክኣቱ ኣብ ሂወትካ ፈታኒ ዝኾነ ነገር ኣጋጢምካ ፈልጥ ዶ እንታይ ኢኸ ነይሩ ካልኣይ ኣብ ሙዚቃ ከመይ መደብካ ክትቅጽል ዶ ትሓስብ? ድምጽኻ ኣዝዩ መሳጢ እዩ እሞ ክትቅጽለሉ ተስፋ እገብር። ቴንክ ዩ ሶ ማች ሉሉ ካብ ትግራይ። ሉሉ ሓፍተይ ብጣዕሚ እየ ደመስግነኪ ስለ እቲ ሕቶኺ። ናብ መልሰይ ክኣቱ ብፍሉይ ኣብ ሂወተይ እዚ ኣጋጢምኒ ክብል ቁርብ ክብድ ይብለኒ እዩ። ማለት ብፍሉይ ክዝክሮ ዝኽእል ኣየጋጠመንን ፍሉይ ፍጻመስ ኣየጋጠመንን። ናብታ ካልኤቲ ግን ሙዚቃ ብኸመይ መደብ ክትቅፅሎ ትሓስብ ዶ ክቕፅሎ ሓስብ እየ ዓውዲ ምውሳእን ዓውዲ ደርፍን ብማዕረ ሒዘዮም ክኸይድ እየ ዝደሊ ድምፅኻ እዚ መሳጢ ዝበልክ ከዓ ሉለይ ቴንኪዩ ከይመስገንኩ ክሓልፍ ኣይደልን እየ ቴንኪዩ ሰላም ንዓኻ ይኹን ክብረት ሓወይ ብመጀመርታ ኣብ ሂወትካ ሰላምን ጥዕናን ይምነየልካ እሞ ናብ ሕቶይ ክኣቱ ኣብ ኣዲስ ኣፈላላይ ናይ ጉሩብ ኣሎ ሰሚዕና እዚ ኣፈላላይ ኣብ ምንታይ ዝጀመረ ኢዩ ኣብ ስነ ጥበብ ከ ጸገም የምጽኣልኩም ዶ ካብ ብልቢ ዝፈትወካን ዘድንቐካን ሓውኻ መራህዊ ካብ ሸወደን መራህዊ ሓወይ ብጣዕሚ እየ ዘመስግነካ ስለ ትሕቶኻ ናብ መልሰይ ከኣቱ ኣፈላላይ ኣይኮነን እቲ ምፍልላይ ግን ራሕቂ ቦታን ራሕቂ ቦታ ዘምፅኦ ፀገም እዩ ንኣብነት ተፈላለና ክንሰርሕ ደልና ስለ ዝኾና ደይኮናስ ሓደ ተዋሳኣይ ኣብ ርሑቕ ቦታ ቅመጥ ኽእል እስኻ ከዓ ኣብ ሓደ ቦታ ኣለኻ ራሕቂ ዘለዎ ቦታ እዩ ኣዲስ ኣበባ ኩሉ ምንቅስቃሳቱ ዋላ ትራንስፖርቱ ገለገለ ቁርብ የሸግር እዩ ነቲ ተዋሳኣይ እቲ ካብቲ ምጺኻ ናባኻ ከተስርሖ ኣይትኽእልን ኢኻ ትሽገር ኢኻ ማለት እዩ ኣብ ኣገደሲ ነገር ኣገዳሲ እንድሕር ኮይኑ ተዋሳኣይ ንዓኻ ግድን ክተምጾ ኢኻ እንተዘይ ኮይኑ ግን ኣብቲ ከባቢኻ ዘሎ ምስቲ ኣብ ከባቢኻ ዘሎ ኣርት ኣርቲስት ኮንካ ክትሰርሕ ትመርጽ ምክንያቱ እቲ ናይቲ ቦታ ዘምጾ ሽግር እዩ ኣብ ከምዚ ውዲቕና እምበር ብጉሩብ ክንፈላለ ስለ ዝደልና ወይ ከዓ እዚ ናይ ጉሩብ ኣፈላለይ ኣለዎም ኢልካ ከም ቀንዲ ክጥቀስ ዝኽእል ነገር ኣይኮነን ብኣይ ወገን ኣብ ኣርት ግን ብጉሩብ ተፋላሊኻ ምስራሕ ግን ዓቢ ጽልዋ ኣለዎ ይብል ብጣዕሚ ጉድኣት ኣለዎ ይብል ስለዚ እዚ ዘለናዮ ግን ናይ ቦታ ሽግር ናይ ካልእ ካልእ ተዘይ ኮይኑ ናይ ጉሩብ ኣፈላላይ ኣሎ ኢልና ክንዛረብ ኣይንኽእልን ኢና
ኣጎር ኦርጋኒክ ብላክ ካስቱር ኦይል ሙስ ኣጎር ኦርጋኒክ ብላክ ካስተር ኦይል ሙስ ዘይቲ ካብ ዕረ ባምያ ጋባ እንጣጢዕ ዝስራሕ ኮይኑ ንመናፊት ቆርበትና ዘይሃስን ናይ ተፈጥሮ ቅብኣት ኣካላትና እውን ኣየነቅፅን ምስ ተቆነነ ወይ ምስ ተመሸጠ ወንጨርጨር ዝብል ዝተሰባበረ ፀጉሪ ናብ ኑምር መሊሱ ጠሊ ዘለዎ ሻይኒ ወይ ኣጸባራቒ ዝኾነ ግሩም ምስሊ ከም ዘለዎ ይገብር። ዕድመ ጾታን ብዘየፈላለይ ንኹሉ የገልግል። ፍርያት ኣጎር ኩሉ ኣብ ዓዲ እንግሊዝ ይስራሕ። ኣብ ድኳንኩም ክሸጡን ክተከፋፍሉን ምስ እትደልዩ በዚ ተጠቒሱ ዘሎ ዌብሳይትናን ቴሌፎንናን ክትረኽቡና ትኽእሉ። ከምኡውን ኣብ ኩሉ ናይ ሓበሻን ኣፍሮን ድኳናት ክትረኽብዎ ትኽእሉ ኢኹም። ሰላም ክብረት ሓወይ ብመጀመርታ ኣድናቒኻ እየ ቴንክ ዩ ሕቶይ ከኣ ብትሕትናኻ ኣዝየ እየ ዝድነቕ ኣብ ስነ ጥበብ ምስ መጻኻ ዲኻ ከምኡ ኾንካስ ዋላስ ቅድሚኡ ትሑት ኢኻ ነርካ ኣፍቃሪት ከላትካ ዶ ከመይ ዓይነት ጓል ከ ደስ ትብለካ ስለ ኣድንቖትካ ብጣዕሚ እየ ዘመስግነካ ብምቕጻል ናብ ሕቶይ ክኣቱ ኣብ ስነ ጥበብ ምስ ኣተኹ ይኮንኩን ትሑት ኮይነ ትሕትና እንድዒ ኣነ ነብሲ ካብ ምንኣድ ከይከውን ንነብሰይ ክገልፃ ከለኹ ዝያዳ ሰብ መስትያትካ ግን ኣኽባር ሰብን ትሑትን እየ ዝብል ብዓቕሚ ማለት እዩ ስለዚ ቅድሚ ስነ ጥበብ እዮ ከምዚ ዓይነት ባህር ነርኒ ናብ ካልኣይ ሕቶኻ ክኣቱ ኣፍቃሪት ከላትካ ዶ ኣፍቃሪት ወላትኒ ከመይ ዓይነት ጓል ከደስ ትብለካ እምንትን ፈቃርን ጓል ደስ ትብለኒ ንዓይ ኣብ ሂወተይ ናብ ከባቢየ ዘሎ ሰብ ዋላ ድምነየሉስ ከምኡ ከምዚ ኣብ ሂወትሲ እምንትን ፈቃርን ጓል ኣንስተይትስ በቃ ደስ ትብለኒ ማለት እዩ ኦኬ ብምቕፃል ሰላም ክብረት ሓወይ መጀመርታ ኣብ ሂወትካ ሰላምን ጥዕናን ኣብ ስራሕካ ዓወት ናሳልጦ ንምነየልካ ኣዚኻ ትድነቕ ዝተዋሃበካ ገጸ ባህሪ ብጉቡእ ትላበስ ሓያል ተዋሳኢ ኢኻ Thank you እናመስጎንኪ ንህዝቢ ብዝግባእ ኣረኣእያ ይኾነሉ ክኢልካ ትሓስብ ዶ? እዛ ሕቶ ከምዚ ብውልቂ ትምለስ ኮይና ኣይስማዕንን ከምዚ በቲ ዝስራሕ ዘሎ ስርሓትና ግን ብሓፈሻ ብኩሉ ኣርቲስት ወይ ከዓ በቲ ስራሕ ዘሎ ስርሓትና ክንዛረበላ ወይ ከዓ ብዓቕመይ ክምልሰላ ማለት እዩ ዝስራሕ ዘሎ ስራሕ ኣዝዩ ዝድነቕ እዩ እሞ ከኣ ኣብ ስደት ኮንካ ከምዚ ዓይነት ስራሕ ክስራሕ ኣነ ከም ክብረት ንዓይ ዓቢ ነገር እዩ እንድዒ ምናልባት ኦሬንስ ናቱ ብልዎ ከኣ ብዓቕምና ንህዝቢ ኣርኣያ ንኾኑ ኣለና ይብል ኣነ ጌጋ ክልኣለይ ኦኬ ናብ ካልኣይ ሕቶይ ክኣቱ ደርፍን ተዋስኦን ብኸመይ ይኸደልካ ኣለዉ ኣየናይ ትመርጽካ ካብ ክልቲኡ ክልቲኤ ድመርጽ ክልቲኡ ጎኒ ጎኒ ሒዘዮ ከኣ ኣብ ሓደ ነገር ወይ ኣብ ዓወት ክበጽሕ ከኣ ተስፋ ገብር። ኦኬ ብኤም ሓወይ ሕቶታትካ መሊሰልካ ክኸውን ተስፋ ገብር። እንቋዕ ብደሓን መጻኻ ክብረት። ክንደይ ዝኣክል ስርሓት ሰሪሕካ ኣለኻ? ኣብ ስደት ክንደይ ጌርካ? ኣፍቃሪት ከላትካ ዶ? ዓወትና ኣሳልጦ ንምነየልካ። ኣነ ውን ዓወትና ኣሳልጦ ንምነየልኪ። Thank you ከኣ። ሀራይ ናብ ቀዳማይ ሕቶይ ክኣቱ ክንደይ ዝኣክል ስርሓት ሰሪሕካ ኣለኻ? ብተኸታታሊ ፊልም እንድሕር ኮይኑ ክሳዕ ሽዱሽተ ዝኾና ስራሓት ሰሪሐ ኣለኹ። ሾርት ሙቪ ካልእ ካልእ ገዲፍካ ማለት እዩ ኣብ ስደት ድማ ራብዓይ ዓመት ኣርባዕተ ዓመት ገይረ ኣለኹ ናብ ሓምሻይ ይኸይድ ኣለኹ ማለት እዩ ኣፍቃሪት ከላትካ ዶ ትብል ሕቶ ከዓ እወላትኒ ዓወት ናሳልጦ ንምነየልካ። Thank you ኣነ ውን ዓወት ናሳልጦ ንምነየልካ። ሰላም ሰላም ክብረት ኣቦ ጥበብ እንኳዕ ዳሕን መጻኻ ብምቅጻል ስለምንታይ ኢኻ ኣብ መብዛሕትኡ ፊልምታትካስ ናይ ጭንቀት ትዋሳእ ደስ ድዩ ዝብለካ ዋላስ ባህርኻ እዩ ጭንቀት ደስ ዝብሎ ሰብ የለን እየ ዝብል ኣነ ባህሪካ ኣይኮነን ጭንቀት ግን መብዝሕትኡ ግዜ እንድዒ ከምኡ ዓይነት ዝበዝሐ ስክሪፕት መጸኒ ኣነ ከኣ ኣይጸልኦን እየ ዝብል ብሓፈሻ ግን ደሓን ካብ ጭንቀትን ካብ ናይ ምጭናቕ ዘሎ ዓይነት ስራሕ ፍልይ ብዝበለ ክመፀኩም ካልእ ግዜ ተስፋ ገብር ግን ተዋሂብኒ እየ ዝሰርሖ ማለት እየ ደስ ኢልኒ ዝመርፆ ኣይኮነን እጃካ ሓወይ መሊሰልካ ክኾን ሕቶኻ ከዓ ተስፋ ገብር ሰላም ክብረት ሓወይ ካብ ናይ ተዋስኦ ሂወት ዝፈተካዮ እንታይ እዩ የቀኔለይ ብጣዕሚ እየ ዝፈትወካ ለባም ኮንካ ኢካ ትስምዓኒ Thank you ኣነ ውን ብጣዕሚ እየ ዘመስግነኪ ካብ ናይ ተዋስኦ ሂወት ዝፈተክዎ ካብ ነብስካ ወጺካ ነቲ ዝተዋሃበካ ካራክተር ካብ ነብስካ ወጺካ ነቲ ዝተዋሃበካ ካራክተር ኮንካ ምስራሕ ማዕረ ክንደይ ክብደት ኣለዎ ማዕረ ክንደይ ጻዕሪ ሓትት ክነግረኩም እፈቱ እቲ ደስ ዝብለኒ ናይ ምውሳ ዓይነት ከኣ እሱ እዩ ካብ ክብረት ወጼ ኣብቲ ተዋሂብኒ ዘሎ ካራክተር ኣቲኻ ምስራሕ እቲ ደስ ዝብለኒ ነገራት መሊሰያ ክኸውን ተስፋ ገብር መርሓባ ክብረት ነብሲ ካብ ኣዲስ ኣበባ ዘለዉ ተዋሳእቲ ምስ መን ዝያዳ ክትሰርሕ ደስ ብለካ ደራስን ዳይሬክተርን ከ ከይተሰከፍካ መልሰለይ ኣቢ ሃብቶ ኣቢ ሓወይ ዋ ስከፍ እምበር ተሰክፍ እምበር ብጣዕሚ ግን ስለ ትሕቶኻ ከየመስግንካ ክሓልፍ ኣይደልኒ ኣብ ኣዲስ ካብቶም ዓበይቲ ክሳዕቶም ንኣሽቱ ብምልኦም ፎቶምን ኣድንቖምን ምስ ኩሎም ከዓ ክሰርሕ ደሊ ማለት ካብ ተዋሳእት ጀሚርካ ክሳዕ ዳይሬክተር ብፍሉይ ክስቶ ክብላ ኣይክእልኒ ምስ ኩሎም ክሰርሕ ደሊ ኣባ ሓወይ ሕቶኻ መሊሰ ኮንካ ተስፋ ገብር ሰላም ንጥዕና ናብ ዘለኻዮ እንዳበልኩ ክብረት ከም ደራፋይ ወይ ድምፃዊ ኮንካ ቅድሚ ምእታውካ ክተማልኦም ዘለካ ነገራት እንታይ እዩ ሮዳስ ግርማይ ቴንክ ዩ ሮዳስ ሓፍተይ ኣቐዲመ ገሊጸዮ ጸኒሐ ከም ደራፋይ ኮንካ ቕድሚ ናብ ህዝቢ ምምእታውካ ክትገብሮም ዘለካ ነገራት ኣሎ ሲምፕል ነገራት እዮም እሶም ከኣ ጻዕሪ ፕሮቫ and እቲ ትደልዮ ንእሽተይ ብትምህርቲ ሳሊኻ ዘይብጻሕ ነገር የለን ወይ ድማ ነቲ ተሓልሞ ወይ ክትኮኖ ትደሊ ክትዕወትሉ ትኽእል ኢኻ ዝብል እምነት ኣለኒ ሕቶ ክመሊሰ ክኾንካ ተስፋ ገብር ሮዳስ ሃፍተ ብመጀመርያ እንኳዕ ደሓን መጻኻ ብምቕጻል ሃይማኖትካ እንታይ እዩ ሓንቲ ከዓ ናይ ኦርቶዶክስ መዝሙር ዘምረልና እያ ትብል ብጣዕሚ ደመስግን ስለ ትሕታኹም ከየመስግንኩም ክሓልፍ ኣይደልኒ ብምቕጻል ኦርቶዶክስ እዩ ሃይማኖተይ ሓንቲ ናይ ድንግል ማርያም ድማ

Thank you እንዳመስግንኩኹም እየ ብጣዕሚ የመስግን ብመጀመርታ ሰላም ኣብ ስራሕ ክዓወትን ኣሳልጦን ኣብ ሂወትካ ዕድመን ጥዕናን እንዳተመነኹ ኣብ ሕቶይ ክኣቱ ድምፅኻ ብጣዕሚ ጥዑም እዩ ውህብቶ ዲስ ዋላስ ብብዝሒ ኢኻ ልምምድ ትገብር ካልኣይ ሕቶ ኣብ መንፈሳዊ ህይወት ንፉዕ እዩ ዝበሃል ሓቅነት ኣለዎ ድዩ ባዕልኻ ግለፀልና ሳልሳይ ካብ ቀፃሊ ካባኻ እንታይ ኢና ክንፅበ ካብ ደርፊ ዋላ ካብ ተዋስኦ ንብትበኒ መልሲ ኣዝየ የመስግን። Thank you ብጣዕሚ እየ ዘመስግን ኣነ ድማ እቲ መጀመርታ ድምጽኻ ጥዑም እዩ ውህብቶ ድዩ ዋላስ ብብዝሒ ልምምድ ኢኻ ትገብር ዝበልክዮ ብጣዕሚ እየ ዘመስግን ስለቲ ኣድንቖትኪ ብምቕጻል ግን እወ ዝገብሮ ናተይ ልምምድ ኣሎ ውህብቶ ከኣ ኣብ ቦትኡ ኣሎ ማለት እዩ ስለዚ ስለቲ ኣድንቖት ብጣዕሚ እየ ደመስግን ናብ ካልኣይ ሕቶ ከኣ ኣብ መንፈሳዊ ሂወትካ ብጣዕሚ ንፉዕ እዩ ዝበሃል ግለጸልና ትብልዮ ዘለካ ዓቕሚ ዓቕሚ ነብሰይ ኦርቶዶክስ እየ ብዝኾነ ዓቕሚ ነብሰይ ይመላለስ እየ ቤተክርስትያን ዝያዳ ከምቶም ተመላለስቲ ቤተክርስትያን ወይ ከዓ እንተ ኣሽሙ ግን ኣይኮንኩን ዓቕሚ ነብሰይ ግን ተኣሽሙ ገብረ ማለት እዩ ኣብ ቀጻሊ ካባኻ እንታይ ኢና ክንጽበ ኣብ ደርፊ ይኹን ዋላ ኣብ ተዋስኦ እወ ብሓድሽ ማለት ሓድሽ ስራሕ ሒዘ ዝመጽእ ኣብ ቀረባ ግዜ ህልወኒ እዩ ዋላ ብደርፊ ይኹን ዋላ ብተዋስኦ ይኹን ሞራልኩምን ደገፍኩምን ጥራሕ ኣይፈለየኒ እየ ዝብል ቴንክ ዩ መጀመርታ ብጣዕሚ እየ ዘድንቐካ ስራሕካ ቀጽሎ እና ትፈትዎ ዓይነት መግቢ እንታይ እዩ ኦኬ ደርፊ ከብዚ ቀረባ ግዜ ተውጽእ ዶ ትኸውን ይጽበየካ ኣለኹ ካብ ኣዲስ መርሃዊት ተስፋዝጊ። Thank you መርሃዊት ሓፍተይ ብጣዕሚ እየ ዘመስግነኪ። ብምቕጻል ዝፈትዎ መግቢ ሕልበት እዩ ንዓይ ሕልበት ከጸልለኒ እዩ ዝደሊ። ብምቕጻል ድማ ደርፊ እውን ብዓውዲ ደርፊ ኣብ ቀረባ ግዜ መጽእ ክኸውን ንእሽተይ ግዜ ድኣ ኣድልየኒ ክኸውን ድኣ እምበር ክመጽእ እየ ብዓይኒ ደርፊ እውን። ብዝኮነ ግን ከየመስገንኩ ክሓልፍ ኣይደልን እየ መራ ሓፍተይ thank you። Welcome ክብረተይ ሽኮር ኣብ ስደት ክንደይ ዓመት ጌርካ ግድን መልሰለይ ዳኒ ኣርባዕተ ዓመት ዳኒ ሓወይ ገሊፀ እየ ፀኒሐ ብላዕሊ thank you ግን ከየመስገንካ ክሓልፍ ኣይደልን እየ ክብረት ሓወይ first of all you are my best actor ኣፍቃሪት ኣላትካ ዶ ኣፍቃሪትካ ወይ ንዓይ ወይ ንስነጥበብ ምረፅ ተትብለካ ንመን ምመረፅካ ኣታ ግደፉ እንዶ ከምዚ ዓይነት ተኣሽሙ ተእትውና ሀራይ ናብ መልሰይ ክኣቱ ግን ኣይትብለንን ባ ትኸውን ከም ትብለ እንተትኸውን ሞ ምሳይ ማሃለወትን ነራ ብዝኾነ ድሓን መሊስያ ክኸውን ተስፋ ገብር ሰላም ንዓኻ ክብረት ሓወይ ብምቕጻል ዝደረስካያ ፊልም ኣላትካዶ ሓውኻ ዳንኤል ካብ ሽወደን ዳኒ ሓወይ ሰላም ንዓኻ ይኹን ስለ ትሕቶኻ ብጣዕሚ እየ ዘመስግነካ ዝደረስኩዋ ፊልም ስጋዕ ሕጂ የብለይን ክብረት ዌልካም ዝሓወይ ሓንቲ ሕቶ እያ ክሓተካ ከም ወዲ ሓወቦይ ናይ ብሓቂ ወዲ ሓወቦ ተዝነብረካስ ከመይ እዮም ተጸወርካዮ ዶ እመስግነካ ኣጆኻ በርትዕ ትርሓስ ወሉ ቴንክ ዩ ትርሓስ ሓፍተይ ተጻዊረ እንደ ካብ ዝዓቢ ምጽዋር እሞ እንታይ ኣሎ ኮይኑ ናይ ብሓቂ ነይሩ ተዝኾንካ እም ተጻወርኩ እየ ዝብል እቶ መሊሰልክ ክኸውን ግን ተስፋ ገብር ትርሓስ ሓፍተይ ክብረት ሓወይ መጀመርታ ብጣዕሚ እየ ዘድንቀካ ክሓተካ ደልየ ዘለኩ ከኣ ምስ ተፍቅራ ዶ ወይስ ምስ ተፍቅረካ ክትምርዖ ትደሊ ሮዳስ ምንየተይ ከቢድ እዩ ብዓቢኡ ምስ ተፍቅራ ምስ ተፍቅረካ ክትነብር እቲ ዝዓበየ ነገር እዩ ተዘይኮይኑ ግን እንታይ ምበልኩ ነይረ ምስ ተፍቅሮ ምንባር ዝዓበየ ነገር እዩ ምስ ተፍቅራ ምንባር ምበልኩ ነይረ
ናብ ኤርትራ ክትድውሉ ከለኹም ብዙሕ ገንዘብ ዶ ተጥፉ? ማይኮል ግሎባል ንዓዲ ማለት ናባና ንምድዋል እቲ ዝበለጸ ምዃኑ ሰሚዕኩም ዶ? ገንዘብኩም ንምቑጣብ ብርትዓዊ ዋጋ ብሓንቲ ሲም ንኹሉ ኣገልግሎትኩም ኣብዚ ዓዲ ከም ድላየ ንኤርትራ ከኣ ነጻ ደቃይቅ ኣለና እንታይ ንጽበ ኣለና ነዛ ሊንክ ብምጥዋቅ ኣብ ዲስክሪፕሽን ኣሎ ዓሚል ንኹን ዝኾነ ሕቶ ተለኩም ከኣ ዝቁፅር ቴሌፎን ደውሉ ማይኮል ግሎባል ማይኮል ግሎባል ማይኮል ግሎባል ማይኮል ግሎባል ብሉፅ ምርጫ ኣፍቆ ስድራ ይበርትዕኒ
መደወሊ ከቢርኒ ትብል እንድሕር ኣለኻ ማይኮል ግሎባል ተጠቀም ንኹልኹም ተቐማጦ ኖርወይ ብሓንቲ ሴም ንኹሉ ኣብ ኩሉ ምስ ኩሉ ንምርኻብ ማይኮል ግሎባል ተጠቐሙ። ተዘይ ተጠቂምካ ግን ንስድራ ቤትካ ክነግሮም እዩ። ኣብ ዝኾነ ፊልም ክሰርሕ ከለኻ ናይ ብሓቂ ሓሪቕካ ዘጋጠመካ ነገራት ኣለካ ዶ ንኣብነት ኣብ ሕቡእ ጽላሎ ዘጋጠመካ ከም ካራክተር ቀሊል ኣይኮነን ካብኡ ዘጋጠመካ ነገራት ገለበለና ፍሉጥ ሓደ ሰብ እስከሲርካ ኣለኻ ኣጆኻ ኣይከሰርኩን ኣብ ሕቡእ ጽላሎት ብፍሉይ ስፔሻል ኣብ ናይ ሕርቃን ስምዒት እዚ ጋጢምኒ ክብል ኣይክእልን እንደ ኣብ ሽሕን ሰማንያን ግን ከምኡ ዓይነት ተመሳሳሊ ጋጢምኒ ነይሩ ኣብ ናይ ሕርቃን ስምዒት ከለኹ ማለት እዩ ኣነን ወዲ ሓወቦይን ማለት እዩ እቲ ኢሳቅ ዝበሃል ካራክተርን እናተዋስኣና ከለና ማለት እዩ ብዛዕባታ ዮሃና ትበሃል ካራክተር ግደፋ ከምዚኣ ከምዚኣ የድብሎ ዘለኹ ሓሪቐ እሱ ከዓ የሽካዕልለይ ማለት እዩ ታይ ዋላ እቲ ኩፉእ ተበለስ ካባካ ወፃእ ታይ ዶ ገይረ ደይስካ ዝገበርካ እየ ዝደግም ዘለኩ ገለ እዩ ዝብለኒ ሕጂ ኦሬዲ ብድሕረይ ካልኣይ ሲን ስለ ዝነበሮ ሜሮን ስረይ ተማለ ንሓንቲ ስረ እዩ ሒዙ መፅዩ መወዳእታ ኣብቲ ናይ ሕርቃን ጥርዝ ምስ በፃሕናስ ድራፍት ገጭበ እየ ድወፅእ ሕጂ ስረይ ከይትጠልቄኒ ገለ እዩ ኢልኒ ኦኬ ሕራይ በቃ ኢሉ ኣትዩ ናብቲ ናብቲ ታእሹምስ ቁርብ ፅግዕ ኢሉ ስእሉ ስሪኡ ከይጥልቂ ኢሉ ኣትዩ ሕጂ ኦሬ ተዘራሪብና ተዘራሪብና ልክዕ እታ ድራፍት ሓፍ ምስ ኣበልኩዋ ካልኣይ ግዜ ከምዚ ኢሉ ቀሪብኒ ማለት እዩ ብእታ ጥርሙዝ ገይረ ሃሪመዮ ስፔሻል ኣብቲ ናይ ሕርቃን ስምዒት ዘጋጠመ ነገራት ክዛረብ ኢለ ስለ ዝኾንኩ ማለት እዩ ገጭበዮ ወላ ሓንቲ ካልኣይ ግዜ ሲሰሉ እየ ወፅየ ካብ ፍሬም ምስ ወፀኹ ልክዕ ብድሕሪት ኮይነ ክሪኦ ከለኹስ ዝኾነ ደም በዚ ወፅዩ ማለት እዩ ሽዑ ግን ዋላ እቲ ምስ ዳይሬክተር ዋላ እቲ ካሜራማን ገለ ቁሩብ ኣብ ደቂ ሓወቦታት ማዕረ ደም ክዋፅኡ ፅቡቕ ኣይኮነን ገለ ኢልና እሱ ወላ ሓንቲ ኣብ ስምዒት ኣትዩ ዋሳ እዩ ነይሩ ሜሮን ስጋዕቲ ሽዑ ግዜ ሕጂ እታ ደም ንእለያ እሞ ካቲልና እታ ደም ክንኣልየሉ ተበልና ባ ካቲልና እታ ደም ኣሊናሉ ኦሬዲ ግን ኣብቲ ማለት ኣብቲ ስምዒት ናይቲ ምውሳእ ስለ ዝነበረ ብኡ ገይሩ ቀፂልዎ ሕጂ ከም ፍሉይ ኣብ ናይ ሕርቃን ስምዒት ዘጋጥመትን ነገር እዚኣ ክብል እኽእል ሰላም ክብረት ሓወይ ዕድመን ጥዕናን ኣብ ሂወትካ ኣብ ስራሕካ ኣሳልጦ ይምነየልካ ሓንቲ ሕቶ ክሓተካ ጨጉርኻ ተላጺኻ መላጥ ኮንካ ስራሕ ተዝብለክ ካራክተር ተዝወሃበካስ ከመይ ምተቐበልከያ ዶ ኮኾብ ነጋሲ ብጣዕሚ ጽብቕቲ ሕቶ እያ ኮኾብ ሓወይ ብጣዕሚ እየ ዘመስግን ብምቕጻል እቲ ንኣርት ትውፍዮ መስዋእቲ ካብዚ ዝጅምር ብትኽክል ጥራሕ ነቲ ካራክተር ይፍትወዎ እምበር ምገበርክዎ በል ተላጽየ ምሰራሕክዋ በል ስለቲ ሕቶኻ ግን ብጣዕሚ እየ ደመስግነካ ሰላም ቅሳነት ንዓኻ ኣነ ዝሓተካ ኣብ ሂወትካ ተስፋ ዘቑረጸካ ነገር ኣሎ ዶ ብፍሉይ እዚ ኢኻ ክትብል ዘይትኽእል ዳ እምበር ከም ሰብ መጠን ተስፋ ትቆርፀሉ ኣጋጣሚታት ከጋጥመካ ክእል እዩ ብፍሉይ ግን እዚ ክብል ኣይክእልን'የ። ስለቲ ሕቶኻ ግን ከመስግነካ እደሊ። ናይ ሎሚ ዝፈር ዘሎ ዕዮታት ስነ-ጥበብ ብኸመይ ትገልጾ? ካልኣይ ሕቶ፣ ምስቶም ኣብ ኣዲስ ዘለኹም ሓቢርኩም ሓሳብ ንሓሳብ ትለዋወጡዶ? ስምምዕ የብልኩምን ሰሚዐ። እንታይ እቲ ጠንቂ? ሓቅነት ሓቂ ተዛረብ። ሳልሳይ፣ ባህላዊ ደርፊ ክትደርፍ ከ መደብ ኣለካዶ? በርትዕ፣ የቐንየልና። ቴንኪው ከይመስጎንካ ክሓልፍ ኣይደልን እየ ስለቲ ሕቶ ናይ ሎሚ ዝፈር ዘሎ ዕዮታት ስነ ጥበብ ከመይ ትገልፆ እንድሕር ኢልካኒ ኣብ ስደት ኮንካ ከምዚ ዓይነት ስራሕ ዝሰርሕ ዓበ ነገር እዩ ንዓና ንዓኹም እውን ንርደእኩም እዩ እሞ ከዓ ሎው ባጀት ማለት እዩ ስለዚ እቲ ዝስራሕ ዘሎ ስነ ጥበባዊ ፍርያት ብዓቕምና ብደሓን ንሰርሖ ኣለና እየ ዝብል ስለዚ ዝያዳ ከዓ እስኹም ትብልዎ ክኸውን ይኽእል ብምቕፃል ባህላዊ ደርፊ ክትደርፍ መደብ ኣለካ ዶ? ባህላዊ ደርፊ ይፈቱ እየ ክሰርሕ እውን ደስ ብለኒ ሓደ መዓልቲ እውን ክሰርሕ መደብ ኣለኒ። ብመጀመርታ ሰላምን ጥዕናን ይምነየልካ። ቀፂለ ክብረት ሓወይ ካብ ስነ ጥበብ ካልእ ሞያ ኣለካ ዶ? ካብ ኣድናቂትካ ቶሮንቶ ዲያና ጸጋይ። Thank you ዲያና ጸጋይ ብጣዕሚ እየ ዘመስግነኪ ኣነ እውን ካብ ስነ ጥበብ ወፃኢ ካልእ ሞያ ኣለካ ዶ እያ ትብል ብዝፈተንክዎ እንዳሕር ዛረብ ኮይነ ፈለኛ ምኦ ክንዲ ቺፍ ፈለኛ ምኦ እየ ዳ ክብል ኣይክል ነራ እምበር ከም ካልኣይ ክሰርዖ ዝኽእል ፈለኛ ምኦ ነጥፍ ነረ ስለዚ ብዓቕመይስ ፈታትኖ ነይረ እየ ንማለት እየ ብዝኾነ ስለ ትሕቶኺ ቴንክ ዩ ዲያና ጸጋይ ጨካን ኮንካ ክትዋሳእ ትደልስ ዋላ ምስኪን ምስኪን እባ እንድዒ ከም ባህረይ ከዓ ጨካን ኣይኮንኩን ስለዚ ምስኪን ኮይነ ክዋሳእ ደስ ብለና ኣነ Ok መጀመርያ ሰላምን ጥዕናን ንዓኻ ይኹን ክብረት ሓውና ብምቕጻል ካብቶም ዝሰራሕካዮም ካራክተራት ብፍሉይ ደስ ዝብለካን ካብቲ ዝሰራሕካያ ሙቪ ድማ ደስ ትብለካ ሲን ኣርእየና እያ ትብል ቴንኪዩ ስለ ትሕተኹም ከየመስገንኩኹም ክሓልፍ ኣይደልነ ብዝያዳ ንዓይ ከምዚ ብምልኦም ስራሕ ኩሎም ካራክተራት ብጣዕሚ እየ ኩሎም ዝፎቶ ብፍሉይ ግን ኣብ ሽሕን ሰማንያን ሳሚ ዝበሃል ካራክተር ሒዘ ተዋሳእኩሉ ማለት እዩ ሜሮንሲ ሓደ ሓደ ግዜ እቲ ወዲ ሓወቦይ ዝበሃል ካራክተርስ ብፍሉይ እዩ ዘሕርቐኒ ነይሩ ብፍሉይ በቃ ከምዚ ኣብ ዝኾነ ኣጋጣሚታት ከማን ጠቂሰ ኣፈልጥ እየ ከይትወፅ ኢለዮ ከይደስ እሱ እኳ ይውፃእ ንታ ዋህና ትበሃል ካራክተር ንገዛ ምፅዋ ዝፀንሓኒ ስለዚ ኦሬዲ በፂሐ ምስ ተመለስኩ ንዓ ሰዲድዋ ፀኒሕኒ ኣብ ከንፈሩ ናይ ጓል ማቲታ ተጸይቑ ጸኒሕኒ ንዓይ ምስ ረኣየ ተጎልቢቡ ደቂሱ ገለ ሕጂ እትው ኢለ ረእዮ እቲ ገዛ ንዑ ከዓ ጠሚተዮ ኣብ ከንፈሩ ዝኾነ ተጸይቑ ርኤ ኣታ መን መጺ ነይሩ ብዚ ገዛ እንታይ መን መፂ ነይሩ ኢሉ ዝሓተኒ መን ክመፅእ ኣ ትርእየኒ ካ ደለካ በይነይ እንደ ተሪፈ ዘለኹ በይነይ እንደ ዘለኹ ኣብዚ ገዛ ዝመፅእ ሰብ የለን እታ ወዶ ሓቦይቲ ኢኻ ዝዛረብ ዘለካ ዝመፅእ ሰብ የለን ኣብዚ ገዛስ ዝመፀ ሰብ የለን ዋ እሞ ሃየ እኒሀለካ ጠንቁል እኒሀለካ ጀበና ኣነ ዝፈልጦ ዝመፀ ሰብ የለን ንብለካ ኣለኹ ዋ ጠንቁል ተኾንካ ከዓ ጠንቁል ገለ ኢሉ ክሽፈ ንብል ማለት እዩ እንታይ ዳይ ተኸንፈርካ ዝፀይቑ ዘሎ እንታይ ኣበይ ኣሎ ከንፈረይ እንታይ ገልና በለ ልክዕ ኣብ ቬትሮ ዝሪኦ ይስምር እዩ እዚ ደኣ ማዕረ ሳሬት እንዳሸናትለይ ገለ ኢሉ እዩ ንዓይ ከሽካዕ እንድፍትን እሞ ብዝኾነ ብፍሉይ ዝዝክራ ሲን እዚኣ እያ ቴንክ ዩ ስለቲ ሕቶኹም ከየመስገንኩኹም ክሓልፍ ኣይደልኒ ቴንክ ዩ ጋይስ በዚ ክሓተን ፀኒሑ ፋጭ ሓውና ትፈትዎም ትፈትዎ ብፍሉይ ትፈትዎ ኮሜድያን እዩ ክብለን ፀኒሑ ኩሎም ካብ ዓበይቶም ክሳዕ ንኣሽቶም ብጣዕሚ እየ ዝፈትዎም ብጣዕሚ ዘድንቖም ብፍሉይ ንዓይ ግን ዋላ ሱቕ ኢሉ ከሎ ደስ ሓቐኒ ኮሜድያን ኣሎ እሱ ከዓ ሓጎስ እዚን ነው ማለት እዩ መልሰልካ ክኾን ተስፋ ገብር ፋጭ ሓወይ ሓደ ኣላይ መድረክ ኣሎ ኣብዚ ሶሎ በሃል ሶሎ ሓውና ሕቶ ኣለኒ ብል ስለ ዘሎ ናብ ሶሎ ሓውና ክንኣቱ ትርር ኣይተብሎ ኢኻ ትሕቶ ፍኩስ ኣብሎ ሶሎ ሓወይ
ክቡር ኣርቲስት ኣነ እኮ ሕቶ ኣይኮነን ዘለኒ ኣራይ ሕጂ ኣብ መወዳእታ በዚ ኣጋጣሚ እዚ እተመሓላልፎ እትደልዮ መልእኽቲ እንተሃልዩ እምበር ዕድል ክህበካ ይደሊ። Thank you ሶሎ ሓወይ Thank you ብዝተሓተትክዎ ሕቶ እንድሕር ኮይኑ ካብ ህዝቢ ዝመፀ ብዙሕ ብዙሕ ብዙሕ ኣድነቆት ክንምልሰሉ ብዘይምኽኣልና ብጣዕሚ ይቕሬታ ብምቕፃል ብሓፈሻ ግን ንኹላትኩም ኣድነቕተይ ፈተውተይ ከየመስገንኩኹም ክሓልፍ ኣይደልንየ ንትህቡኒ ሞራል ደገፍ ኩሉ ግዜ እናመስገንኩየ ከምኡ እውን ኣብ መወዳእታ ክብሎ ዝደሊ ካብዚ ዘሎ ሕማቕ እዋን ካብ ዘሎ ሕማም ወዲ ሕማም እግዚኣብሔር ኣናጊፉ ገጽ ስድራና ገጽ ዓድና ንርእየሉ ግዜ የምጸልና በቃ ፍቕርን ሰላምን ከኣ የውርደልና ብሓፈሻ ከኣ ነዚ ዓዲምኩም ኣብዚ ንናይ ህዝቢ ሕቶ ንኽምልስ መደብ ዘዳለኹምለይ ሰሰን ኢንተርተይመንት ምስጋና ክበጽሓኩም እፈቱ። እቲ ዝያዳ ካባኹም ንደልዮ ንሕና ድማ ከምዚ ዓይነት መደባት ንኽዳለወልና ምስ ስነ ጥበባውያን ናይ ሃገርና ክንራኸብ ክንዘራረብ ኩሉ ነገራት ማለት እዩ። ከምዚ ዓይነት መደባት ዘዳልዉ ዘለዉ ሰሰን ኢንተርተይመንት ብሸር ላይክ ኮመንት ሳብስክራይብ ነተባብዓዮም በቃ ኣላቭ ዩ ብጣዕሚ እየ ዝፈትወኩም ብጣዕሚ እየ ዘኽብረኩም ተሰናዩ ንዓኹም